ሓንቲ ናይ መዲሰን ተምሃሪት ኣብ ቀረባ ግዜ ዝሞተ ዓርካ ንኽትርኢ ሬሳ ናብ ዝቕመጡሉ ቦታ ተሓቢኣ ትኣቲ። ግን ኣብ ውሽጢ እቶም ዶኳትር ዝገብርዎ ነገር ምስ ረኣየት ኣዒንታ ክትኣምን ኣይከኣለትን። ካብዞም ጨካናት ዶኳትር ተሪፋ ብህይወት ንምውጻኣ እውን ምስ ካልኦት ሬሳታት ተሰሊፋ ከም ዝሞተት ዘይምድቃስ ካሊእ መማረጺ ኣይነበራን። ግን ኣብቲ ውሽጢ ሓንቲ ደቒቕ ኣብ ዝሐለፈት ቁጽሪ ካሊእ ዝኸፈኣን ዝገደደን ሚስጥር እናኸሸፈት ትመጽእ። ሰላም ክቡራት ተኸታተልቲ ቻናልና ሎማዓንቲ ከምቲ ልሙድ ሰሓብን ልቢ መንጠልጠልን ኣክሽንን ሆረርን ትሕዝቶ ዘለዎ ፊልም ሒዘልኩም መጼ ኣለኹ ካባኹም ዝጽበዮ ነገር እንድሕር ሃልዩ ኣድነቅትን ኣፍቀርትን ፊልምን ታሪኽን እንተኾይንኩም ንቻናልና ሳብስክራይብ እዚ ቪድዮ እንድሕር ፈቲኹምዎ ድማ ላይክ ኢልኩም ምጅማርዩ ክሳብ መወዳእታ ሰናይ ጻንሒት ይኹነልኩም። ዕልምና ዝጅምር ኣብ ሃገረ ኤሜሪካ ናይ ሜዲስን ተምሃሪት ዝኾነት ክለወ እናፋለጠና እዩ። ካብ ትምህርቲ መጺኣ ቅድሚ ናብ ገዛኣ ምእታያ ናይ ፖስታ ሳንዱቓ ትርእዮ እሞ ኣብ ውሽጢ ብዙሕ ዘይተኸፈሉ ናይ ዕዳ መልእኽትታት ትረክብ። ስለዚ እውን ናብ ውሽጢ ገዛ ኣትያ ናብቲ ናይ ኢንሹራንስ ካምፓኒ ትድውል እሞ ናይቲ ዝሓመመ ኣቦኣ ኢንሹራንስ ንክኽፈላ ትሓትት። እቶም ኢንሹራንስ ካምፓኒ ግን ኣቦኣ ዓርሱ ስለ ዘጥፈኣ ከም ዘይወሃባ ይነግርዋ። ክሎዊ ዝደለየቶ ነገር ድሕሪ ዘይምርካባ ተናዲዳ እቲ ስልኪ ትዓጽዮ። በቲ ወገን ሓዋ ዲጄ ምስ ሓደ ዓርኩ ኮይኑ እቲ ገዝኦም እንድሕር ደኣ ቀልጢፎም ቅርሺ ዘይከፊሎም ክኸስርዎ ከም ዝኽእሉ ይነግሮ። እቲ ወግዒ ቀልጢፉ ይቕየር እሞ ዓርኩ ሮስ ኣብ ሓደ መሪዋና ዝሽየጠሉ ቦታ ሰሪቖም ክመጹ ከም ዝሓስቡ ሎዊ የርእየና። ድሕሪ ደቓይቕ እውን ሮስ ማስክ ገይሩ ካብ መኪና ይወርድ እሞ ናብቲ ውሽጢ ገዛ ይኣቲ። ሮስ ብዙሕ ከይጸንሐ ካብቲ ገዛ ይወጽእ እሞ እቲ በዓል ዋና እውን እናሰሓቦ ብድሕሪቱ ኮይኑ ይትኩሰሉ። ዲጄ እውን ብቲ ኩነታት ደንጊጹ ንሮስ ሓዲጉዎ እታ መኪና ኣልዒሉ ንገዝኡ ይምለስ። ኣብ ገዛ ምስ በጽሐ እቲ ጥይት ዝተወቕዖ ቁስሉ እናሓከመት ሮስ ከም ዝሞተት ትነግሮ። ግን እዚ ዜና እዚ ንክሎእ እውን ብጣዕሚ እዩ ከቢድ። ምኽንያቱ ሮስ ናይ ሕሉፍ ኣፍቃሪኣ እዩ ነይሩ። በቲ ወገን ናይ ሮስ ሬሳ ብዙሓት ፖላዊስ ኣልዒሎም ናብ ሓደ ቦታ እናወሰድዎ ንርኢ። ናብ ዲጄን ሓፍቱን ክንምለስ እንከለና። ኣብቲ ቦታ ንዓኻ ከተሓሕዙ ዝኽእሉ ዝኾነ ዓይነት ማስረጃ ገዲፍካ ዲኻ ኢላ ትሓቶ። ንዝተወሰደ ደቓይቕ እናሓሰበ ድሕሪ ምጽናሕ ዲጄ ኣብ ናይ ሮስ ሞባይል ዝተጸሓሓፍዎ መልእኽቲ ከም ዘሎን ንዕኡ ከም ማስረጃ ክጥቀሙሉ ከም ዝኽእሉን የስታውስ። እቶም ክልተ ኣሕዋት እውን እታ ሞባይል ካብ ናይ ሮስ ጁባ ኣውጺኦም እቲ ማስረጃ ንኽድምስሱ ናብቲ ሬሳ ዝቕመጠሉ ቦታ ይኸዱ። እናኸዱ እንከለዉ እውን ክሎውኒ ዲጄ ኣብቲ ህንጻ ሎማዕንቲ ብዙሓት ዝሰርሑ ሰራሕተኛታት ስለ ዘየለዉ እታ ሞባይል ብቐሊሉ ሰሪቕናያ ክንወጽእ ኢና ትብሎ። ኣብቲ ኣፍደገ ደው ኢላ እውን ብቴሌፎን ገይራ ናብቲ ውሽጢ ኣትያ ኣብ ቀረባ ግዜ ዝሞተት ኣዲኣ ከም ዘላን ክትሪኣ ከም ዝደለየትን ነቶም ብውሽጢ ዝነብሩ ሰባት ትነግሮም። ግን ክሰምዕዋ ፍቓደኛታት ኣይነበሩን። ናብ ድሕሪት ተመሊሳ እውን ምስ ዲጄ ካሊእ ሓሳብ ትውጥን። ጸኒሓ ክላዊ ምስ ሓዋ ዲጂ ከይዳ ሓደ ፍልይ ዝበለ ሓሽሽ ትገዝእ እሞ ዝሞተት ንክትመስል ብበዝሒ ትወስድ። ሓሳባ ከም ዝሞተት ናብቲ ውሽጢ ሬሳ ዝቕመጠሉ ቦታ ክትኣቱ እሞ እታ ምስ ሮስ ዘላ ስልኪ ሒዛ ካብቲ ሬሳ መቕመጢ ቦታ ክትወጽእ። ዲጂ እዚ ሓሳብ ምንም ኣይፈትዮን ግን ካብታ ሽግር መውጽኢት ሓንቲ መንገዶም ንሳ ጥራይ ስለ ዝነበረት ዘይክሕግዛ መማረጺ ኣይነበሮን። ቀስ እናበለት ንእሽተይ ብንእሽተይ ክሎዊ ውነኣ ትስሕት። ካብ ድቃሳ ክትነቅሕ እንከላ ሓሳባት ተሳኺዑላ ኣብቲ መኣይ ሬሳ ክፍሊ ንካልኦት ሬሳታት ደቂሳ ትጸንሕ። ቅድሚ ሰዓታት ዝወሰደቶ ሓሽሽ ገና ስርሑ ስለዘይወደኣ ርእሳ ሕጂ'ውን ይሕማ'ሎ እዩ። ግን ሰንድልድል እናበለት ኣብ መንጎ እቶም ዝሞቱ ሰባት ናይ ሩስ ሬሳ ትእልሽ። ግን ሃንደበት ኣብቲ ቦታ ዝሰርሕ ነበረ ዶክተር እናመጸ ትሰምዖ'ሞ ጎይያ ናብቲ ነውሪ ህሉ ትድቅስ። እቲ ዶክተር ናብ ውሽጢ ኣትዩ ሓንቲ ካብተን ሬሳታት ሒዙ ይኸይድ። እቲ ማዕጾ። ኪዓጽዎ ክኸይድ እንከሎ ውን ክሎዊ ካብቲ ቦታ ትወጽእ። እናተንቀሳቐሰት ውን ኣብ ሓደ ክፍሊ ናይ ዝሞተት ጓል ሬሳ መጥባሕቲ እናተገብረሉ ትርኢ። ኣብ ጎኑ ውን ናይ ነርስታት ክዳውንቲ ትርኢ እሞ ጥራሕ ነብሳ ስለ ዝነበረት ኣልዒላ ትኽደኖ። ድሕሪኡ ኩሉ ማስረጃታት ዝቕመጠሉ ክፍሊ ብመሽኮት እናርኣየት እንከላ እቲ ዶክተር ኣብ ውሽጢ ጸኒሑ ንንእሽተይ ከይርኣያ ይሓልፍ። ከምኡ ኢሉ እንከሎ እቲ ዶክተር ካብቲ ማስረጃታት ዝቕመጠሉ ክፍሊ እንትወጽእ ግን ከይፈለጠ እቲ ማዕጾ ይዓጽዮ ምኽንያቱ ብርሕቐት ትኹረቱ ዝሰሓቦ ድምጺ ሰሚዑ ነይሩ፣ ግን ናብቲ ድምጺ ዝሰምዐሉ ቦታ ከይዱ ንክለዉ ስለ ዘይረኸባ ናብቲ ዝዓጽዮ ነበረ ማዕጾ ይምለስ። እቲ ማዕጾ ዓጽዩ ናብቲ ብካሜራ ዝከታተለሉ ክፍሊ ክምለስ እንከሎ ክለዉ እናሰዓበቶ ትኸይድ። በቲ ካሜራ ኣቢሉ እውን ኣብ ኣፍደገ ሜኔክስ ዝተባህለ ገበነኛ ከም ዝጽበየሉ የርኢ እሞ እቲ ማዕጾ ይኸፍተሉ። ናብቲ ኣፍደገ ከይዱ እውን ሳምባን ኩሊትን ዝሓዘት ንእሽተይ ሳንዱቕ ንማኔክስ ይህቦ። ኣብዚ ሰዓት እውን እቲ ዶክተር ካብቶም ዝሞቱ ሰባት ኩሊትን፣ ሳንባን ልብን እናሰረቐ ኣብ ጸሊም ዕዳጋ ከም ዝሸጦም ንፈልጥ። እቲ ንብረት ክቀባበሉ እንከለዉ፣ ማኔክስ ዝተወሰኑ ቀልድታት እናፈጠረ ነቲ ዶክተር ክቐርቦ ይሞክር። ግን እቲ ዶክተር ልዕሊ መጠን ደረቕ ኮይኑ ሓንቲ ቃል እንከይመለሰሉ ስቕ ክብል እንከሎ፣ ማኔክስ እቲ ዝተዋህቦ ንብረት ሒዙ ካብቲ ቦታ ይወጽእ። እዚ ኹሉ እናተፈጠረ'ውን ክሎዊ ኣብ ሓደ ቦታ ተሓቢኣ እናተኸታተለት ትጸንሕ። ድሕሪ'ዚ እቲ ዶክተር ናብቲ ብካሜራ ኩሉ ነገር ዝከታተለሉ ናይ ድሕንነት ክፍሉ ይምለስ። ክለው'ውን እናተንቀሳቐሰት ሓደ ሬሳ ዝተሸፈነ ዘለላ ክፍሊ ትረክብ እሞ እቲ ጨርቂ ክትቆልዖ እንከላ ሮስ መጥቓሕቲ ተገይርሉ ኮላሊቱ ተሰሪቑ ይጸንሓ። ግን ሮስ እቲ ጥይት ክውቃዕ እንከሎ ውኑኡ ስሒቱ እምበር ሞይቱ ስለ ዘይነበረ ይነቅሕ እሞ ቡቲ ዝሪኦሎ ነገራት ብጣዕሚ ይድንግጽ። ክለው ግን ቀልጢፋ ተረጋግዓ እሞ እንድሕር ደኣ ንስኻ ሱቕ ኢልካ ከይደ እታ ስልኪ ከምጽኣ'የ ካብዚ ቦታ ሒዘካ ክሃድም'የ ኢላ ቃል ትኣትየሉ። ሮሱ'ውን ጋእ ከይበለ ብሓሳባ ይስማዕማዕ። ኣብ ካሊእ ክፍሊ እቲ ዶክተር ንካሊእ ሰብ መጥባሕቲ ክገብር ይዳሎ ኣሎ። ንሱ በቲ መጥባሕቲ ትኹረቱ ተሰሪቑ እንከሎ ክሎዊ እንከይርኣያ ቀስ ኢላ እታ መፍትሒ ሰሪቓ ናብቲ ናይ ማስረጃ ክፍላ ኣትያ እታ ሞባይል ንምስራቕ ብድሕሪቱ ትቐርብ። ክሎዊ እንከይሰምዓ እታ መፍትሒ ሒዛ ምስ ወጸት ናብ ስልኩ ማኔክስ ናብቲ ቦታ መጺኡ ካሊእ ንብረት ከምዝወስድ ዝነግር መልእኽቲ ይኣትዮ። ክሎው እውን ብድሕሪት ኮይና እዚ ዘረባ ትሰምዕ እሞ እቲ ንብረት ካብ ሮዝ ክውሰድ ምዃኑ ምስ ፈለጠት ንክተድሕኖ እናጎየየት ትምለስ። እቲ ዶክተር መፍትሒ እናኣለሸ ስለ ዝደንጎየ ኣብ ሰዓቱ ክሳብ ዝምለስ ጊዘ ነይሩዋ። ንሮዝ ተሸኪማቶ እውን ናብቲ ዋና ማዕፆ ትኸይድ። በቲ ወገን እቲ ዶክተር እታ መፍትሖ ክእልሽ ናብ ካሊእ ክፍሊ ይኸይድ። ኣብቲ ክፍሊ ውን ሓንቲ ካብተን ናይ ነርስ ክዳውንቲ ተላዒላ ከም ዘላ ምስ ረኤ ኣብ ውሽጢ ዝኣተየ ሰብ ከም ዘሎ ርግጸኛ ይኸውን። ብፍጥነት ውን ናብቲ ካሜራ ዝከታተለሉ ክፍሊ ይኸይድ እሞ ክሎወ ምስ ሮስ ኣብቲ ዋና ኣፍደገ ደው ኢላ ይሪኣ። ኣብኡ ክሳብ ዝበጽሕ ንኸይተምልጥ ውን ንታ ቦታ ጥራይ መብራህቲ የጥፍእላ። ክሎዊ በቲ መብራህቲ ምጥፋእ ተገሪማ ንላዕሊ ትጥምት እሞ ካሜራ ከም ዘላ ምስ ፈለጠት እቲ ዶክተር ክሃድም ከም ዘለና ፈሊጡ እዩ ኢላ ንሮስ ትነግሮ። ድሕሪ ብዙሕ ጻዕሪ እታ ትኽክለኛ መፍትሕ ትረኽባ እሞ ክትከፍታ እናበለት ብውንኡ ስሒቱ ሮስ ናብ መሬት ይወድቕ። እንኮይ ደንጉየ እቲ ዶክተር እውን ይመጽእ እሞ ውነኻ ብዘስሕት ጋዝ ገይሩ ይረጨም። ክሎዊ ካብ ድቃሳ ክትነቅሕ እንከላ ኣብ ሓደ ዓራት ተኣሲራ'ያ። ሮስ እውን ብቕድሚኣ ውንኡ ስሒቱ ደቂስኔ። እቲ ዶክተር መጥቓሕቲ ክገብር እናተዳልየ ኣብኡ ክትሪኦ እንከላ እውን ንኽምሕሮም ትልምኖ። እቲ ዶክተር ግን ብዘፍርሕን ዝሑልን ድምጺ ብህይወት ዘለኹሉ ምኽንያት ኩሊትኪ፣ ክባር ዋጋ ስለ ዘለዎ ጥራሕ እዩ ኢሉ ይምልሰላ። ክለወ ውን ክኣምነኒ'ዩ ብዝብል ተስፋ፣ ንሳ ናይ መዲስን ተምሃሪት ምዃናን ናይ ኣቦኣ ሞት ኣንጋጣሚ ከም ዝነበረ ንምርግጋጽ ናብኡ ከም ዝመጸት ትነግሮ። እቲ ዶክተር ግን እዚ ዝቕይሮ ነገር የለን ኢሉ ኣብ ሮስ ዝገበሮ ነበረ መጥባሕቲ ይቕጽል። ናይ ሮስ ሳንባ ኣልዒሉ ናብ ሓደ ሳንዱቕ ምስ ኣእተዮ፣ ሮስ እንከይደንጎየ ይመውት። እቲ መጥባሕቲ ምስ ወድኣ ካብ ጓሉ ብቪድዮ ኮል ይድወለሉ እሞ ክለዊ ድምጺ ንኸይተውጽእ ኣብ ክሳዳ ካራ ኣቕሚጡ የፈራርሓ። እቲ ስልኪ ምስ ዓጸዮ ውን ናብ ክለቡ ቅርብ ኢሉ፣ ሎማዕንቲ ሓመድ ከይኳዓትኩ ዝረኸብኩዋ ወርቂ ኢኺ ክሳብ ዝምለሰኪ ተጸበይኒ ኢሉ እታ ሳንዱቕ ሒዙ ይኸይድ። እሱ ምስ ከደ ግን ክሎዊ ሓንቲ እግራ ትፈትሕ እሞ ተወጢጣ ኣብኡ ዝነበረት ናይ መጣውሐቲ ካራ ክትሕዝ ትሙክር። ግን እንኪ ሓዘታ ካብ ኢዳ ሸተት ኢላ ናብ መሬት ትወድቕ። ድሕሪኡ ኣብ ቀረባ ዝጸንሐታ ድሪል እትመስል መቑረጺት ማሽን ስሒባ እቲ ኣሲሩዋ ነበረ ገመዳት ትፈትሖ። እቲ ዶክተር ናብቲ ክፍሊ ክምለስ እንከሎ ክለዉ ኣምሊጣ ትጸንሖ። እቲ ዶክተር ኣብቲ ክፍሊ ብደንቢ ገይሩ ምስ ኣለሸ ኣብ ካሊእ ቦታ ንኽእልሽ ሓዲግዋ ይወጽእ። ለካ ክለዊ ኣብ ትሕቲ ናይ ሮስ ሬሳ እያ ተሓቢኣና። ድሕሪኡ ናብቲ ማስረጃ ዝቕመጠሉ ክፍሊ ንእሽተይ ናይ ናይትሮጅን ስሊንደር ሒዛ ትኸይድ'ሞ ነቲ ማዕጾ ብኡ ገይራ ነጺጋ ምስ ደረቐ ብተሓጭን ወቒዓ ትሰብሮ። ኣብ ውሽጢ ኣትያ ናይ ሩስ ሞባይል እናኣለሸት እንከላ ሒዙዋ ነበረ ሽጉጥ ትረክብ። ድሕሪ ሰከንዳት እውን እቲ ዶክተር ክልኦ ወፍቲ ውሽጢ ከም ዘላ ተረዲእዎ ቀስ ኢሉ ይኣቲ። ግን ንሳ ከይረኸበታ እታ ናይ ሩስ ሞባይል ይሕዛ እሞ ክለዊ ሽጉጥ ኣነጻጺራ ንኸህባ ተፈራርሖ። እቲ ዶክተር እውን እናሰሓቐ ጥይት ዘለዎ ሽጉጥ ፈጺም ናብ ናይ ማስረጃ ክፍሊ ኣይንገድፍን ኢሉ ይነግራ። ግን ክለዊ ክትትኩስ እንከላ እታ ሽጉጥ መጫወቲት እምበር ጥይት ዝመልአት ኣይነበረትን። ግን ዋላ መጫወቲት ትኹን ነቲ ዶክተር ዓይኑ ወቒዓ ተዕውሮ። ክልኦ'ውን እታ ዕድል ተጠቒማ ካብቲ ክፍሊ ወጺኣ ትሃድም። ድሕሪኡ እቲ ዶክተር እታ ሞባይል ሒዙዋ ናብቲ ሮስ ንወለሉ ክፍሊ ይኸይድ'ሞ ብገጹ ገይሩ ይኸፍታ። ብኻሊእ ወገን ክሎዊ ብዙሕ መጋረጃ ናብ ዘለዎ ክፍሊ ትኣቲ። እናፈተሸት እንከላ'ውን ሓደ ብዙሕ ዝተኸፈተ ቁስሊ ዘለዎ ውን ውስሓተ ሰብኣይ ትርኢ። እቲ ሰብኣይ ግን ሃንደበት ነቒሑ ንኽትሕግዞ ይነግራ'ሞ ክሎዊ ደንጊጻ ናብ ድሕሪት ክትብል እንከላ ተደርዲሩ ዝነበረ ኣቑሑት ተውድቕ። ብሰንኪ እቲ ድምጺ'ውን ኩሎም ናይቲ ዶክተር ግዳያት ይትስኡ'ሞ ንክሎዊ ክትሕግዞም እናኣወዩ ይልምንዋ። ክሎዊ ፈሪሓ ካብቲ ቦታ እናረሓቐት እንከላ እቲ ዶክተር ብማይክሮፎን ጌሩ ይዛረባ። ናይ ሮስ ሞባይል ንዲጄ ከእስሮ ዝኽእል ማስረጃ ከም ዘለዎ ይፈልጥ'የ፣ እንድሕር'ዛ ስልኪ ደሊኽያ'ውን ናብዚ ዘለኹዎ ቦታ ምጽ ይብላ። ክሎ ውን ብጣዕሚ ተናዲዳ ናይ ሓዊ መጥፍኢ ስሊንደር ኣልዒላ ማዕጾ ትሰብር እሞ እቲ ዶክተር ግን ኣብኡ ኣይጸንሓን ግንፍት ጠረቤዛ ምስ ሰበይቱን ክልተ ደቁን ዝተልዓሎ ፎቶ ትርኢ እዚ ምስ ረኣየት ክሎዊ ቡቲ ናይ ኦፊስ ቢሮ ንተብደገ ትጽበያ ነበረ ሓዋ ዲጀይ ትድውለሉ እታ ስልኪ ክትምልሳ ከምዘይከኣለትን ንኸይተትሓዘ ካብታ ሃገር ንኸምልጥ ውን ትነግሮ ዲጄ ዋላ ኣመና ይፍራሕ ደኣ እምበር ሓፍቱ ሓዲጉ ክኸይድ ስለ ዘይደልየ ፍቓደኛ ከም ዘይኮነ ይነግራ። ግን ሃንደበት እቲ መስመር ይቋረጽ እሞ እቲ ዶክተር ሓደ ከልቢ ሒዙ ናብቲ ውሽጢ ክፍሊ ይኣቲ። ክትሃድም እንከላ እውን እቲ ዶክተር ዝኾነት ፊስካ ይወቅዕ እሞ እቲ ከልቢ ስዒብዋ ይኸይድ። ዲጄ እውን ነገራት ይኸብዱ ከም ዘለዉ ተረዲእዎ ናብቲ ከባቢኡ ነበረ ፖሊስ ደዊሉ ኣብቲ ሬሳ ዝቕመጠሉ ቦታ ሓፍቱ ተዓጽያ ከም ዘላ ይነግሮ። ክለዊ ኣብ ሓደ ክፍሊ ተሓቢኣ እንከላ እቲ ከልቢ ስዒብዋ ይኣቱ እሞ መምለጢ ስለ ዘይነበራ ብሳንዱቕ ገይራ ትወቕዖ። ካብቲ ውሽጢ ሳንዱቕ እውን ሳንባ ነጢሩ ይወጽእ። ክለዊ እውን ሓንቲ ካብተን ሳንባ ኣልዒላ ናብ ሓሊእ ክፍሊ ትድርቢ እሞ እቲ ከልቢ ስዒብዋ ክኣቱ እንከሎ እቲ ማዕጾ ትዓጽዮ። ኣብ ተመሳሳሊ ሰዓት እቲ ፖሊስ ንዲጀ ሒዝዎ ናብ ውሽጢ እቲ ሬሳ ዝቕመጠሉ ቦታ ይኣቲ። ክሎዊ እዚ ኩሉ እንትፍጠር ብቲ ካሜራ መቆጻጸሪ ዘለዎ ክፍሊ ኮይና ትርኢ እሞ እቲ ማዕጾታት ከፊታ ንኽትረኽቦም እናጎየየት ትኸይድ። ምስ ረኸበቶም እውን እቲ ዶክተር ዝፈጽሞም ኩሎም ዓይነታት መፍርሕቲ ነገራት ትነግሮ እሞ እቲ ፖሊስ እውን ብደንቢ ገይሩ ከም ዝምርምሮን ከም ዝኣስሮን ቃል ይኣትየላ። ግን ክሎዊ ተሓጒሳ ንሓዋ ክትርኢ ግምጥል ክትብል እንከላ እቲ ፖሊስ ኣዘንጊዑ ብድሕሪት ይወቕዓ። ለካ እዚ ፖሊስ እውን ምስቲ ዶክተር ዝሰርሕ ምስጢራዊ ገበነኛ እዩ። ድሕሪኡ እቲ ፖሊስ ንዲጄ ይቐጥቅጥ ይሓልፍ እሞ ክሎዊ ተሲኣ በታ መጫወቲት ሽጉጥ ተፈራርሖ። እቲ ፖሊስ ብጣዕሚ ፈሪሑ ስለ ዝነበረ ካብቲ ህንጻ ክወጹ ይፈቕደሎም። ግን እቲ ዶክተር ክወጹ እናሞከሩ ስለ ዝረኣዮም እቲ ማዕጾ ብሪሞት ገይሩ ይዓጽዮ። ጸኒሑ እታ ሳንዱቕ ከምጽእ ይኸይድ እሎ እቲ ከልቢ እቲ ሳንባ እናበልዐ ይጸንሖ። ካብቲ ተዓጽዩ ልነበረ ክፍሊ ምስ ኣውጽኦ'ውን እቲ ፖሊስ ነቶም ክልተ ኣሕዋት ንኽስዕቦም ንቲ ኸልዊ ይእዝዞ። ግን ሃዲሞም ንነዊሕ ርሕቐት ክኸዱ ስለ ዘይከኣሉ፣ ክሎዊ እቲ ናይ ሓጹር ኤለትሪክ ከም ዘለዎ ምስ ፈለጠት ነቲ ኸልዊ ንኽትቀትሎ ቀስ ኣቢላ ትነኽኦ። ብቲ ሓንቲ ኢዳ ነቲ ኸልዊ ምስ ነኸኦቶ'ውን እቲ ኤለትሪክ ሒዝዎ እቲ ኸልዊ ደንጊጹ ይኸይድ። ኣብኡ ናተንቀሳቐሱ'ውን ናብቲ ሬሳ ዝቕመጠሉ ክፍሊ ዝወስድ ንእሽተይ ማዕጾ ይረኽቡ። ናብ ውሽጢ ምስ ኣተዩ እቱ ዶክተርን ፖሊስን ይመፁ እሞ እታ ማዕፆ ዓፅዮም ዘደቅስ ጋዝ ገይሮም ውነኦም ከስሕትዎም እናሓሰቡ ሜኒክስ ኸም ዝመፀ ንቲ ዶክተር እቱ ፖሊስ ይነግሮ። እቱ ዶክተር እውን ኣብዚ ስራሕ እዚ ፖሊስ ኢድ ከም ዘለዎ ክፈልጥ ስለ ዘይደሊ ቀልጢፍካ ተሓባእ ሜኒክስ እውን ክሪኤካ የብሉን ኢሉ ይነግሮ። ድሕሪኡ ናፍቲ ኣፍ ደገ ይኸይድ እሞ ንሜኒክስ። እቲ ሳንባ ከም ዝጠፍኦን ኣብ ቀረባ ሰዓት ከም ዘምጽኣሉን ቃል ይኣትየሉ። ሓደ ሰዓት ተጸበየኒ ምስ በሎ ግን ሜኒክስ ይጠራጠር እሞ ምሳኻ ናብ ውሽጢ ክመጽእ እየ፣ እታ ሰዓት እውን ክጽበየካ እየ ኢሉ ይነግሮ። ሜኒክስ ኣብቲ ኣፍ ደገ ነበረት ናይቲ ፖሊስ መኪና ምስ ረኣያ ኑቲ ዶክተር ይሓቶ። እቲ ፖሊስ እውን ኦሮማይ ተኸሺፍና ኣለና ብምባል ወጺኡ ንሜኒክስ ይትኩሰሉ። እቶም ኣሕዋት ኣብቲ ህንጻ ናይ ቦሎፎን ቀዳዲ ይረኽቡ እሞ ብእኡ ተፋሒኾም ንኽወጹ ይሓሱ። ተሓቢኦም'ውን እቲ ፖሊስን እቲ ዶክተርን ንማኒክስ ተሸኪሞም ናብቲ ናይ መጥባሕቲ ክፍሊ እናእተይዎ ይርእዩ። ኣብኡ'ውን ናይ ሚኒክስ ኾነ ናይዞም ካልኦት ሬሳታት ሳንባ ክጠቕመና ኣይኽእልን። እቲ ሳንባ ክንረኽቦ እንኽእል ካብ ክሎውን ዲጄን'ዩ። ቀልጢፍካ ኪድ ኣልሾሚዶ እናኣዘዞ ተሓቢኦም ይሰምዑ። ድሕሪ ደቓይቕ'ውን እቲ ዶክተር ምስቶም ናይ ጸሊም ዕዳጋ ዓማዊሉ ተደዋዊሉ ይዛረብ። ሚኒክስ ዶንጊኒ ስለ ዘሎ እውን ባዕለይ ከምጽኤልኩም እየ ኢሉ ቃል ይኣትየሎም። ኣብ ተመሳሳሊ ሰዓት እቶም ክልተ ኣሕዋት ናብቲ ናይ መጣሕቲ ክፍሊ ይመጹ እሞ ንሚኒክስ ኣልዒሎም እናጎተቱ ካብቲ ቦታ ይወስድዎ። ኣብታ ሰዓት ንሳ እውን እቲ ዶክተር ብካሜራ ገይሩ ኩሉ እናገበሩ ይርእዮም። በቲ ወገን ሚኒክስ እቶም ክልተ ኣሕዋት ከም ዘድሓንዎ ምስ ረኣየ ካብዚ ቦታ እንድሕር ደኣ ብህይወት ኣውጺእኹምኒ ብዙሕ ቅርሺ ከም ዝሽልመኩም ቃል እኣትየልኩም ኣለኹ ይብሎም። ሃንደበት ግን በቲ ኣፍደገ እቲ ፖሊስ ናይ ጋዝ ቦምብ ይደርብዮ ኣለዉ እሞ ኣብቲ ውሽጢ ግን ክልተ ናይ ኦክስጅን ማስክ ጥራሕ እየን እኒዋ። ክልወ እውን ንባዕላ ከይሓሰበት ንማኔክስ እና ዲጄ ትህቦም። ንዲጄ ንሜኔክስ ካብዚ ቦታ ኣውፅኣዮ እሞ እቲ ቃል ዝኣትየልና ቅርሺ ተቐቢልካ ካብዚ ዓዲ ጥፋእ ኢላ ትሰዶ። እቲ ክፍሊ ሙሉእ ንሙሉእ ብትኪ ምስ ተሸፈነ ምርኣይ ብጣዕሚ እቸጋሪ ይኸውን። ዲጄ እውን እታ ዕድል ተጠቒሙ ቀስ ኢሉ ብድሕሪት ክወቕዖ ናብቲ ፖሊስ እናቐረበ ይጸንሕ ግን እንከይወቕዖ እቲ ዶክተር እውን ብድሕሪቱ ይመጽእ'ሞ ንዲጄ ብቴዘር ጌሩ ንኡ የስሕቶ። እቲ ፖሊስ ንክለዊ ምእላሹ ይቕጽል እሞ ብቲ ጋዝ ውንኣ ንክትስሕት ቅርውተይ ዝቐረያ ክለዊ ይረኽባ ግን መሳርሒ ስለ ዘይነበራ ንሓንቲ ስሊንደር ብመዶሻ ትወቕዖ'ሞ በሪራ ከይዳ ኣብ ገጽ እቲ ፖሊስ ትዓልብ። ከምኡ ኢሉ እውን ደቒቓ ከይጸንሐ ይመውት። እቲ ጨካን ዶክተር ይመጽእ እሞ ነቲ ፖሊስ ምስ ረኸቦ ሽጉጥ ኣልዒሉ ንኹሎም ግዳያቱ ሓደ ብሓደ ይቐትሎም። ድሕሪኡ ንዲጄ ተሸኪሙ ናብቲ ናይ መጣሕቲ ክፍሊ ይወስዶ እሞ እታ ሳንባ ካብኡ ንኽወስድ ይዳለ። ኣብ ተመሳሳሊ ሰዓት ንክለቡ ብስፒከር ገይሩ ኩሉ ፕላኑ ከም ዘበላሸየት ይነግራ። እዚ ምስ ፈለጠት ክሎዊ ሓዋ ክተድሕን እናጎየየት ናብቲ ናይ መጥባሕቲ ክፍሊ ትኸይድ። ግን ኣዒንታ ይሕማ ስለ ዝነበረ ግልጺ ኣይረኣየትን። ሃንደበት እውን እቲ ዶክተር ብድሕሪታ ይመጽእ እሞ ናብ ሓደ ጸግዒ ደፊኡ ብኻራ እናፈራርሓ ይጸንሕ። ግን ሃንደበት ብጎና ሊኩዊድ ናይትሮጂን ዝነበሮ ስሊንደር ትርኢ እሞ ነቲ ዶክተር ብኡ ገይራ ኣብ ገጹ ትደፍኣሉ። እቲ ዶክተር ብጣዕሚ ተጎዲኡ እንከሎ ዋላ ንክሎዊ ከጥቅዓ ኣይቋረጸን፣ ሓደ ነዊሕ ካራ ሒዙ ድማ ይምለስ። ግን ሃንደበት ማኒክስ ብድሕሪት መጺኡ ብዓብዪ ካራ ንቲ ዶክተር ይወግኦ። እታ ካራ ንክሎዊ ምስ ሰደደላ እሳ እውን ኣልዒላ ንቲ ዶክተር ኣብ ርእሱ ወጊኣ ትቐትሎ። ዲጀይ እውን ካብቲ ኣሲሩሉ ዝነበረ ዓራት ምስ ተፈትሐ፣ ንማኔክስ፣ እቲ ቃል ዝኣትኻልና ቅርሺ ደኣ ኣበይ'ሎ? ኢሉ ይሓቶ። ማኔክስ ግን፣ ህይወተይ ስለ ዘድሓንኩም'የ እቲ ቅርሺ ክኸፍለኩም'የ ኢለኩም። ግን ህይወትኩም ስለ ዘድሓንኩልኩም ማዕረ ኮይንና ኣለና ትሓቱኒ ቅርሺ የብልኹምን። ግዳ ሓላፍየይ ሳንባ ኣምጽእሉ እዩ ናብዚ ልኢኸኒ። እንታይ ተገበርና ይሐይሽ? ይብሎም። ክለው'ውን ናይቲ ዶክተር ሳንባ ክህብዎ ከም ዝኽእሉ ነጊራ ንመጥባሕቲ ተዳልዮ። እቲ መጥባሕቲ ምስ ተወድኣ ማኔክስ ዕስራይ ሓሙሽተ ሽሕ ዶላር ከም ክፍሊት ናብ ኣካውንቶም የሕልፈሎም። እቲ መከረኛ ለይቲ ሓሊፉ ንጉሆ ጸሓይ ክትወጽእ እንከላ፣ ካብቲ ናይ ሬሳ መቐመጢ ህንጻ ይወጹ። ክሎ'ውን ዲቼ ናይ ሮዝ ስልኪ ሒዛታ ከም ዝወጸት ነጊራ ናይ መጠረሻ ክሕጎስ ትገብሮ። ኣብ ናይ ማኒክስ መኪና ደይቦም ካብቲ ቦታ እናረሓቑ እናረኣናዮም ፊልምና ይውዳእ። ፈቲኹምዎ ክትኮኑ ተስፋ ይገብር። ንቻነልና ሓደሽቲ ኮይንኩም ሳብስክራይብ እዚ ቪድዮ ድማ ላይክ ኢልኩም ሕለፉ። ደጊምና ክሳብ ንራኸብ ሰናይ ጻንሒት።